ኣቤት ንማርያም ኮይንክስ ከምዚ ትጨቓጨቒ ጸሎት ዘይትገብሪ ንምንታይ ኣብዚ ዳመጻኺ ዓንጨቕ ትብሊ ዓንጨቕ ኣመል ገብርኽዮ ዋይ ኤረ ድፍእ በሊ ኤረ ፍግም በሊ ኤረ እውይ ሓበሻ ዕደ ኣህ ኣቲ ክንደይ ክንኸፍእ ሰላም ሰላም ሰላም ናይ ቻናለይ ተኸታተልቲ ኣሜን ንዕኹም ዳሕና ድኹም ኣነ ሰላም ኣምላኽ ይመስገን በብናኹሞ ሰላምኩም ብዝሕ ትርፍ የለለይ ናበልኩ እምበር ኸስን ቻናል ንሓደሽቲ ኾንኩም ሰብስክራይብ ብምግባር ቤተሰብ ኩኑ ማለት እዩ። ቤተሰብ ያው ቤተሰብ ዝኾንኩም ድማ ላይክ እና ናፅ ዝኾነ ሬቶኹም ኣብ ኮሜንት ብምቕማጥ መበረታዕኹም ኣይፈለየን እዩ ማለት እዩ እና ላይክ ግበሩ ቤተሰብ እስኪ ብቐንዕና ቻናል ወዱ ቻናል በሩ ክለዓል ብሎ ማለት እዩ ቤተሰብ እና ሎማንቲ ኣሌክስ እና ሊሊ ሕዘ መፀ ማለት እዩ ያው ምቐናዩ ኣብ ጭቕጭቕ ከም ዘለዉ ንፈልጦ ኢና ማለት እዩ ቤተሰብ

በዝሒ ቅርሺ እቲ ቅርሺ ዋላ በዝሑ ተለይተፈለጠ ትራንስፈር ገብሩ እና ትራንስፈር ዝገበርካዮ በዝሒ ገንዘብ ናብ መን እዩ ልብል ኣለ ኣጀንዳይ ማለት እዩ ቤተሰብና። በዚ ኣጋጣሚ ብመጀመርያ ኣብ ሓዳር ይኹን ኣብ ፍቕሪ እምነት ዘይብሉ ነገር ምንም ዋጋ የብሉይ ዜሮ እዩ ዜሮ ማለት እዩ ብሓቂ ቤተሰብ ኩሉ ነገሩ ዜሮ እዩ። ክንዲ ልትፋታኻ ትፋተይ ክንዲ ልትፋቀርካ ትፋቀር እምነት ዘይብሉ ነገር ኩሉ ግዜ ጎዶሎ እዩ ዜሮ እዩ ማለት እዩ። እና ሎማዓንቲ ለለ ብመጀመርያ ትኣምንዬ ክባል እሊ ያው ምጥያቅ ግዴታ እዩ። ኣቱም ኣብ ኮሜንት ልየድሊ ብዙሕ ቃላት ትናገሩ ትዛረቡ ብሓቂ ብጣዕሚ ኢኹም ተሕዝኑ። ምክንያቱም በዝሒ ቅርሺ ተኾይኑ ቃርዩ ዶ ኣብዚ ሕዚ ግዜ ኣብዚ ዝድነናዮ ዘመን ኣይኾነይ ኩሉ ነገሩ ኣካውንትኻ ኢሜልኻ ኩሉ ነገርካ እትተሓሕዘሉ ግዜ ቀደም እኳስ ወለድና ወይ ብዕራይ ድዩ ወይ ላሕሚ ድዩ ሸይጦምስ እቲ ዝሸጠ ገንዘብ ብሓቂ ክነግረኩም ማለት እዩ ክንደይ ሃም ዝትሸጠ ቅድሚ ወለድና ምእታዮም ንወለድና ንኣዴታትና እንድያ ምሸጠ ምስኦም ዝወዓለ ሰብ ድዩ መሓዛ ድዩ ጎረባይ ድዩ ይፀውዮ ነበሩ እና ብቲ ካብቲ ትሸጠ ገንዘብ ብሓቂ በዝሒ ተጎድሉስ ካበይ ንምንታይ ኣጉድልካዮ ንምንታይ ክንድዚ ገንዘብ ይጎድልናን ንጫቓጫቓ ወለድና እውን ንፈልጥ ኢና ማለት እዩ። እርግጥ ፍርቀን እዩ ገንዘበን እዩ ግዴታየ ን ክጨቓጨቓ ሰብኣይ ኮይኑ ገንዘበይ ትጠይቆ ንምንታይ ገንዘብ ኣልዕልካ ኣይትበሎ ይበሃል እዩ እንግዲ መሓዛ ከግኒ እዩ ሓደ ሓደ ነገር ግዴታ እዩ ገንዘብ ከድልዮ ከልዕል ግን ብሓይሊ እቲ ገንዘብ ብበዝሒ ትኸን እንተሎ ግዴታ እዩ ግዴታ እዩ እቲ ጥይቕ ድማ ግዴታ እዩ ግን ናይ ሊሊ ሓደ ጥፋት እንታይ እዩ ተብልኩምኒ እዚ ነገር እዚ ናብ ሚድያ ክወፅእ ኣይነበሮይ ናብ ሚድያ ክወፅእ ኣብ ሚድያ ትጥይቆ ኣይነበራ እዘ ካብ ሚድያ ወፃኢ እዮም ገብርዎ ነሮም ኣብ ገዛኦም ከፍሎም እዮም ክረዳድእዎ ነሮም በሃልቲ እየ ኣነ ማለት እዩ ከም ኣነ እና ግን ኮሜንታት ብሓቂ ለድሊ ምኽሪ ኢና ንህቦም ድግበና ደኣ ለየድሊ ፀርፊ ንኣ መርገም ብሓቂ ማለት እዩ ናይ ሎማዓንቲ ከም ወንት ካብ ጫፍ ስጋብ ጫፍ ጸርፊ መርገም ለኣ ዝልም ዝልፍ ኣቦኹም ኣያኹም ማለት እዩ እርግጥ ትሕይላ ንሰብኣይካ ሓሻይ ትበልዮ ሓሻይ ትበልዮ ሰብኣይካ ክበሪ ንሰብኣይ ገንዘብ ትቋጻጸሪ ልብል ኮሜንታት እውን ነውሮም ማለት እዩና ግዴታ እዩ ትቋጻጸር ኖርማሊ ማለት እዩ እቲ ገንዘብ ዋላ መጠን ገንዘቡ ትሪት ነገር በዝሒ ገንዘብ እዩ ቅድሚ ሕዚ ተቖፃፂረኪ ኣይፈልጥን ግን ሕዚ በዝሒ ገንዘብ ስለ ዝጠፍአ በዝሒ ገንዘብ ስለ ለውፃእኻሲ ናበይ ሰድኻዮ ብላ ተጠየቐትኒ ሰብኣያ እንታይ ጥፍኣታ ዋይ ግደፋ ባይታ ኣካብዳ ከረን ንሰብኣይስ ንምንታይ ትጥይቖ እንታይ ኮይና ለይ ትጥይቖ ግዴታ እባ ትጥይቖ ፍርቃ እኮ እዩ በዝሒ ገንዘብ ትኮይኑ ግዴታ እያ ትጥይቖ ናብ ምንታይ ውዕሉ ካብ ምጥያቕ ኖርማል እዩ ዋው ስደት ኖርማል እዩ እና ግን ካብ ከርሜራ ካብ ካሜራ ጀርባ ክኾን ኖርወ ኢሉ ኢል ኣነ ዳሚ ንምንታይ ጠየቐቶ ይብል ዋላ ሕዚ ማለት እዩ እንዴ ያሕመክን ዱብስሩ ብሓቂ ሰብኣይ ኮይ ንምንታይ ገንዘብ ጥይቕዮ ንምንታይ ገንዘብ ጥይቕ ኣብ ኮሜንትስ ምልእ ዝበለ ኮሜንት እዚ ዋይ ንኽን ሰነፋት ንዕንባ ግዴታ እባ ገንዘብ ኣፍርቃ ግዴታ ኣይትጥየቕ ሓባይብ በዝሒ ገንዘብ ተኾይኑ ናበይ ከይዱ እቲ ገንዘብ ግዴታ እዩ ሰብኣይ ኢኻ ትቀፃፀር ግዴታ እዩ ባ ሓቂ ናይ ጋላ ሃሙን ኳሙን ለይቲ ኣምንዮ ትብላለና ክንግርግጥ ተኣምኖ ትኽእል እያ ግን እቲ ገንዘብ ብሓይሊ በዝሒ ገንዘብ ክወጽእ ወይ ክኣቲ ወይ ተሎ እኮ ግዴታ ተማኽርካ ኢኻ ትገብሮ ኩሉ ነገር ቤተሰብና እሱ በይኑ እንዲ ዝለኣከል ገንዘብ ትራንስፈር ተገይሩሲ ተጠይቓቶ ሳብ እንታይ ጥፍኣት ነው ግዴታ እዩ ጥፍኣት የብሉ የብላ የሉላ እዚ ማለት እዩ እቲ እምነት ልብል ኣብቲ ደገ ሓድሮ ምስ መን ሓደርካ ኣብ ደገ ኣቢርኩም ምስ መን ሓደርካ ገለ ገለ ልብል ኣብኡ ተኣምንዮ ንምንታይ ድዩ ተኣምንዮ ተብልና ኖርማሊ ኣነ እውን እምነት ለየብሉ ሓዳር ይኹን ፍቕሪ ፅቡቕ ኣይኮነ መጨረሻው ሲ ኣይጥዕሚ ልብለኹ እሱ ትደርኸ ኢዳም እቲ ናይ ገንዘብ ግን ግዴታ

እዚ ድራማ ምዃኑ ላፈለጥና ብሓቂ ማለት እዩ ሰብስክራይብ ናልዕልና ወፅና ኣለኹም ብዙሕ ትፃረፍ ኣብ ብዙሕ ሪፖርት ንገብሮም ትብላና ዋኣታ ህዝቢ ዋርክ ሪፖርት ልግበርስ ባዕሎም ንባዕሎም ክኦም ግዲ ልጨቓጨቕ ኣለዎ ታይ ኻውድና ሕና ታይ ኢልኻ እደና ዋእ ንመን ዘልሞም ንመን ጸርፎም ንመን ኣቋሽሾም ርኽኖም ታይ ትሰርቁ ርኽኖም ዋእ ባዕሎም ንባዕሎም ሃመይ ገብሮም ዳኣ ትንጀርኦም ከዕብዩ ወስኪ ንገራኒ ንምንታይ ድዩ ዩቱበራት ዩቱበር ልባሃሎ ግደፋ ብሓቂ ማለት እዩ ናፈለጥኹም ናፈለጥኽን ሕማቅ ስራሕ ኣይትስርሓ ትረጋግዓ ማለት እዩ ብሓቂ ድራማ ካብኡ እውን ተቕርሺ ለልዕሉ ኣነ ሃም ኣነ ተኾይኑ ሃም ልጥርጥሮ ሚእቲ ሽሕ ተኣትዩ ዓብዪ ሰርፕራይዝ ነክ ስለልበላ ዳ ሰርፕራይዝ ንምግባር ዝኾነ ነገር ክገዝእ ኣልዕልዎ ክኾን ኢለ እየ ልሓስብ ብኣነ ማለት እዩ እና ሁላትናስ ንፅቡቕ ተንሓስብ ንፅቡቕ ተንዝምር ሕማቅ ነገር ተለይን ጎይ ይበሃል ማለት እዋ ተጨቃጭቆም ኳ ሰብስክራይብ ና ነልዕልና ሪፖርት ገሩና ነዕፅዮም በስመ ኣብ ኣረ ክንዲ ዝለኣክል ርጉማት ኣይንኹን ቤተሰብ ብሓቂ ማለት እዩ እና ንሶም ግን ያው ነጋ ብፍቅሪ ሃም ዝመፁና እንግዲህ በዓልቲ ሙሉእ ተስፋይ ኣነ ማለት እዩ ምክንያቱም እዳ ሰርፕራይዝ ገብር እዩ ለብል ተስፋ ኢልንህና ኣነ ማለት እዩ ብዙሓት ግዜ ለኣካ ሕምቅ ገለ ለኣከ ቀይም እዩ ለኣና ሊክ ሰይሓስወይና ንኡ ኢለ ይሓስብ ማለት እዩ እስኽን ከታይ ጥርጥሮ ታይ ጥርጥራና ሎማዕንቲ ናይ ሎማዕንቲ ቪድዮ እዩ ዘይመስል ነብሮ ብቐፃሊ ቪድዮ እስካብ ንራኸብ ሰሰናይ ናበልኩ ብዚ ክሰናበተኩም ማለት እዩ ቤተሰብ ሎማዕንቲ ድምፂ ኢለ ልደቀሰት ሰበይቲ ስለልናትኒ ድምፂ ኢለ ቀናሽ እዩ ማለት እዩ እንደይ እና ብድጋሚ ቤተሰበይ ክቡራተይ ብኣጻል እስካብ ንራኸብ ሰሰናዩ ጸጽቦ ጠጥዑ ማማቻኡ ለበለ ንዓኹም ናበልኩ ብዚ ክሰናበተኩም ማለት እዩ።